ዩኤን ብኣተሓሕዛ ኤርትራውያን ስደተኛታት ኣብ ትግራይ ስግኣቱ ገሊጹ። ሓላፊ ዩኤን ፊሊፖ ግራንዲ ጸቂጡ ስግኣቱ ዝገለጸ ኤርትራውያን ስደተኛታት ኣብ ኢትዮጵያ ክልል ትግራይ ከም ዝተቐትሉን ዝተጨውዩን ከምኡ ድማ ብሓይሊ ብመንግስቲ ኤርትራ ንኤርትራ ከም ዝተመልሱን ሪፖርት ዝኾነሉ ኩነታት እዩ። ፊሊፖ ግራንዲ ሓቅነት ናይዚ ዝተብሃለ እንተተረጋጊጹ ዓቢ ጥሕሰት ሃገራዊ ሕጊ ክኸውን እዩ ድማ ኢሉ። ሚስተር ግራንድ ብዘይሽግር ዩኤን ኣብተን ኣርባዕተ ናይ ስደተኛታት መዓስከራት ኣብ ትግራይ ፍቓድ ክወሃቦም ኣለዎ ኢሉ። ዩኤን ወሲኹ ብሓይሊ ናይቶም ዝተወስዱ ስደተኛታት ኣብዘን ካምፕታት ምምላስ ብፍጹም ቅቡል ከምዘይኮነ ድማ ጸቒጡ ዛረብ። ሓይልታት ኢትዮጵያ ካብ ኣርባዕተ ሕዳር ጀሚሮም ንህወሓት ይቃለሱ ብዘለውሉ ግዜ'ዩ ዝፍጸም ዘሎ። መንግስቲ ኢትዮጵያ ንትግራይ ከም ዝተቖጻጸርዋን እቲ ውግእ ከም ዝተወደኣን ይሕብሩ ኣለዉ። ህወሓት ግና ገና እቲ ውግእ ከም ዘይተወደኣን ኣብ ገለ ግንባራት ይቃለሱ ከም ዘለዉን እዮም ዝሕብሩ ዘለዉ። ብዓርቢ ዕለት ዓሰርተ ሓደ ወርሒ ዓሰርተ ክልተ ዕለት ሽሕን ዕስራን መንግስቲ ኢትዮጵያ ነቶም ካብቲ መዓስከራት ሃዲሞም ኣዲስ ኣበባ ዝኸዱ ኤርትራውያን ነናብ ዝነበርዎ መዓስከራቶም መልሶም ከም ዘለዉ ሓቢሮም። ብውሕዱ ሚእቲ ሽሕ ኤርትራውያን ኣብ መዓስከራት ትግራይ ከም ዘለዉ ጸብጻባት UN ይሕብሩ። ከም ኩሎም ኤርትራውያን ዝወጽኡ ግፍዕን ዘይውዳእ ሃገራዊ ኣገልግሎትን ገዲፎም እዮም ቅድሚ ነዊሕ ግዜ ኩናት ምጅማር ዶብ ሰጊሮም። ገለ ካብቶም ኤርትራውያን ንኣዲስ ኣበባ ዝሃደሙ ንሮይተርስ ኒውስ ኣጀንሲ ተሌፎን ብምድዋል ንመንግስቲ ኢትዮጵያ ናብቲ ዝነበርዎ መዓስከር ክመልስዎም ይደልዩ ከምዘለዉ ሓቢሮም። ናብቲ መዓስከር ክምለሱ ከም ዘይደልዩን ድማ ጸቒጦም ነድረውተርስ ሓቢሮሞም። እቲ ምኽንያት ርዱእ እኳ እንተኾነ ንምግላጽ ግን ምንግስቲ ኤርትራ ብሓይሊ ንኸይመልሶም ስለ ዝሰግኡ እዮም ከምኡ ኢሎም። ሓንቲ ኤርትራዊት ሰበይቲ ኣብ ዝሓበረቶ ትግራይ ምስ ኩሎም ስደተኛታት ኣብቲ መዓስከር ዘለዉ ሕጉሳት ከም ዘይኮኑ ገሊጻ። እቲ ምኽንያት ድማ ትግራይ ምንግስቲ ኤርትራ ንኢትዮጵያ ይሕግዞ ምህላዉ እዩ። ክልቲኦም ምንግስታት ኢትዮጵያን ኤርትራን ነዚ ሓዛብ ነጺጎሞ እዮም። እታ ሰበይቲ ግን ንሮይተርስ ኣብ ዝሓበረቶ፣ ደቂ ትግራይ ንሰብኣያ ከም ዝሃረምዎ ሓቢራ። ትግራይ ከም ዝበልዎ ምንግስትኹም ንኣና ይቐትል ንሕና ከኣ ንኣኹም። ሚስተር ግራንት ከም ዝሓበሮ ኣብተን ኣርባዕተ መዓስከራት ትግራይ ክሳብ ሕጂ ንልዕሊ ሓደ ወርሒ ክኣትዉ ፍቓድ ከም ዘይብሎም ሓቢሩ። ወሲኹ ድማ እቲ ዘይ ምእታው ዩኤን ኣብተን መዓስከራት ንድሕነትን ህልውናን ኤርትራውያን ኣብ ከቢድ ሓደጋ ዘእቱ ምዃኑ ጸቒጡ ይዛረብ። ኣብዛ ዝሓለፈት ወርሒ ልዕሊ ዓቀን ዝኾኑ ሪፖርት ካብተን መዓስከራት ከምዝመጽኦም እዩ ግራንድዝ ሓቢሩ። እቲ ሪፖርት ድማ ብዙሓት ኤርትራውያን ይቕተሉን ይጭወዩን ብሓይሊ ንኤርትራ ይምለሱ ከምዘለዉን እዩ ዝሕብር። እዚ እንተተረጋጊጹ ይብል ደጊሙ ሚስተር ግራንቲ ዓቢ ትሕዘት ኣህግራዊ ሕጊ ምዃኑ ይገልጽ። ሚስተር ግራንድ ንምንግስቲ ኢትዮጵያ ሓላፍነት ኣህጉራዊ ሕጊ ብምኽባር ነቶም ስደተኛታት ጥዑይ ኣታሕዛ ክግበር ጸቒጡ ይዛረብ። ዝኸበርኩም ሰማዕትና ናይ ሎሚ ዘቕረብናዮ ህሉው ኩነታት ኤርትራውያን ኣብ ኢትዮጵያ ከምኡ ድማ ጠመተ ዩኤን ኣብ ልዕሊ ኤርትራውያን ወይ ድማ ጉዳይ ስደተኛታት ከመይ ከም ዘሎ ዝሕብር እዩ ኣብ ዝመፅእ መደብና ብካልእ ትሕዝቶ ክሳብ ንራኸብ ሰላም